ጸጊሙኒዶ ሸጊሩኒዶ ዝብላኻ ኣይትሕግዝ ናብ ማነየ ባዕለን ይፈጣ ሓንስ እመብርሃን ማለት እዩ እመብርሃን ስለዛ ቆፅሊ እዚኣ ማለት እዩ ፀሎት ላግበርኩቀኒ መዓዝ እዩ ቀዳማይ ምኽናይ ተኣሲሩ ኢለ ተዛሪበ ነይረ ኣብ ጎንኹም ኮነ ኣለና ኢለ መፅኤንኡ ብዙሓት ተፃሪፈን ኣብና ምቕናይ ተመስገን ይውለሎ ማዓንቲ ኣብኡ ከይደን ከታይለን ምስከና ከይብዛሕ ምቕናይ ጓይ ልባም ሰብ ኣትን ሓሳዎ ሓንቲ ብሓንቲ ሒዘክን እየ ሓንቲ ክሰደልካ እየ ምቕናይ ክሰደልካ እየ ኩለን ናብ ፌስቡክ ወይ ክዘርግ ኣነ ለእተወኒ ልምቕናይ ሃይለ ሚካኤል ደስ እንኳዕ በለና ክብል እየ ኣትየ ምቕናይ ሓውና እንኳዕ ደስ በለና እንኳዕ ተኣሲርካ ነይርካ እንኳዕ ብሰላም ወፃኻ እንኳዕ ተፈታሕኻ ክብል እየ ኣትየ ሕፅር ዝበለት እያ መልእኽተይ ላብ ምቕናይ ጥራሕ ምቕናይ ሸርግ ወርሉ ክኣቲ ሰላም ክንብሎ ሸርግ ወርሉ እስኪ ምቕናይ እስኪ ሸር ግበርሉ እንኳዕ ሰላም መፃኻ ከንብሎ ብምቕናይ ዝተሓጎስኩም ሸር ግበርሉ ብዝኾነ ደስ ይልኒ በእውነት ብጣዕሚ ደስ ይልኒ እየ እንኳዕ ናቱ ደስታ ናቱ ሓጎስ ከዓ ክዛረብ እየ ኣትየ ነይረ ካብኡ ከዓ ሰሳትኩም ፈለው ተብሃሉ ነማነየ ቁም ነገር ከውግዕ ሕዚ ቪድዮ ለስርሕሉ ሸር ግበርሉ ቪድዮ ሸር ላገበርኩም ምስ ከድኩም ሰብ ፈለው ክብለኩም እዩ ባዕሉ ስለዚ ሸር ዝበሩ የለኹ ኣለኹ ምቕናይ ሓውና እውን እንኳዕ ብሰላም ወፃኻ ቶም ከምኡ እቶም እንታይ እዩ ዝበሃል ኣቱም እንዳጠቀምኩም ሰብ ተእስሩ ገለ ትገብሩ ገለ ትገብሩ ከዓ ንግዝኡ ኢኹም ጀጋን እምበር ንልሓዋሩ እንዳፈኸስኩም ኢኹም ትኸዱ እንዳ እውነት እዛ ሶሻል ሚድያ ፀልሚትዋ ነይሩ ኣነ ናብ ማን ፅልምት ኢልና ነይሩ ካሜል ጸው ኢላ ቀንያ ጸው። እንኳዕ ተፈታሕኻ እንኳዕ ደስ በለና እንኳዕ ደስ በልኩም ፈተውቲ ምቕናይ ሃይለ ሚካኤል ፈተውቱ ሓቂ ትፈትዉ ትፈትውዎ ኢኹም ሓቂ ዘይትፈትዉ ከዓ ኣይትፈትዎን ኢኹም ምክንያቱ ለይባ ኣጭበርበሪ በቃ ሓሻው ሰብ ስለ ዝፍተሎም እዩ ኣነ ናብ ማን እየ ንስኹም እንታይ ትፈትዩ ኣለኹም ሎሚ ለይባ ንሓሙሽተ ሚእቲ ሽሕ ንበልዕ ንክልተ ሚእቲ ሽሕ ንበልዕ ሰብ ኢኹም ትፈትዩ ኣለኹም እ ልቶም ኣብ ሶሻል ሚድያ መን ካማና ልብሉ ብውሽጣ ውሽጢ ግን ገንዘብ ሰብ ዝበልዑ ንዕኦም ኢኹም ትፈትዉ ንምንታይ ኢኹም ከምኡ ትገብሩ ንምንታይ ኣብ ሓቂ ናይ ሎሚ እኒኻ ወለደሲ ናይ ሎሚ እኒኻ ወለደስ ውይ ሓቂ ክፈርሐኩም ሓቂ ክተፍርሐኩም እኮ ውይ እገለዋይ ኣነ ሌባ ኮይነ ካብ መፃኹ ውይ ዜድዋይ ትብሉኒ ነይርኩም ፈተውትኻ ለኣኻ ብናትካ ዝተሻቐሉ ዝነበሩ ኣሕዋትና እንኳዕ ደስ በለክም ምቕናይ ሃይለ ምክኤል ኣብ ታሕቲ እኒኤኩም እንኳዕ ደስ በለና በልዎ ኢኹም ኩለኹም ትፈትይዎ እንኳዕ ደስ በለና በሉ ትፀልእዎ እውን ትጸልእዎ እውን ሕርር ሐዚ ከመይ ትብሉ ሕርር ብፍላይ ኣንቱም ናይ ሰብ ሕማቕ ትምነዩ ብፍላይ ኣንቱም ብሓውኩም ትጭክኑ እቱ ሰብ ግን ለኽባጥ ሓሳዊ እዩ ብቐደማይ ላተፃረፋ ዝነበራሲ ሎማዓንቲ መፅየን ተመስገን ይብለ ምቕናይሲ ምስግናኻ ይብዛሕ ኣብየት ኣብየት ሓበሻ ኣብየት ሓበሻ ባይዘወይ ምቕናይ ማለት እዩ እንኳዕ ደስ በለና እንኳዕ ደስ በለና እንኳዕ ላብዚ የብቅዐካ ተመስገን ስብኣይ ማለት ይኸው ይፍታሕ ይእሰር ስብኣይ ማለት ይኸድ ይመፅእ ስብኣይ ሰብኣይ ተባሂሉ ክሰርቅ ናይ ማት ክበልዕ ጥራሕ የውሊ ነማነ እቲ ሓፈሻና ሓሻው እዩ እቲ ሓፈሻና ፈስፋስ እዩ ሓደ ሰብ ገንዘብ ወሊዑ ተትበሃል ነይሩ ምስኪናይ ኣግንየ ምኻደ ለኣኻለ ውይ ክንዲዚ ዝገበረ እኮ እዩ እዚ ዝሰርሐ እኮ እዩ ከምዚ ዝገበረ እኮ እዩ ለዓዲ ከምዚ ገይሩ ዝሓገዘ እኮ እዩ ላበለ መሻረኻ ብቀደማይ ምቕናይ ተኣሲሩ ኢለ ተዛሪበ ነይረ ኣብ ጎንኹም ኮነ ኣለና ኢለ መፅኤን ኣብኡ ብዙሓት ተፃሪፈን ኣብና ምቕናይ ተመስገን ይብሉ ዘሎ መዓንቲ ኣብኡ ከይደን ከታይለን ምስከና ከይብዛሕ ምቕናይ ጓይ ልባም ሰብ ኣትን ሓሳቦ ሓንቲ ብሓንቲ ሒዘክን እየን ሓንቲ ክሰደልካ እየ ምቕናይ ክሰደልካ እየ ኩለን ናብ ፌስቡክ ወይ ክዝርግሐን እየ ምክንያቱ ፅባሕ ንጉሆ መፅየን ፀጊሙና ሸር ግበረልና ፀጊሙና ከምዚ ኮይና ከይብላካ ከምፀን እየ ላብ ሓንቲ ብሓንቲ ኣብ ናተይ ዝፀሓፍኡን ኣብ ናትካ ዝፀሓፍኡን ኣንትን ሓሳዎ ተኣሲሩ ተሓጒስክን ብልተፈትሐ ከዓ ተመሊስክን እዋይ እዋይ ሓበሻ እዋይ ሓበሻ ወይ ሓበሻ ወይ ሓበሻ ሓበሻ ማለት ሃፍትኻ ዘይደሊ ሀ ሞትካ ከዓ ዘይደሊ እንታይ ደኣ ኣብ ትሕትኻ ቀዊርካ ክነብር ናይ ተገዛእ ኮንካ ክትነብር እዩ ዝደልየካ ስለዚ እንኳዕ ደስ በለና ምቕናይ ሓውና እንኳዕ ላብዚ የብቅዐካ እቶም እቶም ሓደ ሓደ ሓመኸሽትለ ኣብ ስረኦም ወሽኖም ኢኻ ወሲኽካ ፈጨጭ በል ሀሱ እልካ እቲ ሚድያ ጸልሚትዎ ደቢርና ነይሩ ማርያምን ደቢርና ምድባሩ እኳ ምድባሩ ስለዚ እንኳዕ መጻኻልና ተመስገን ተመስገን ላበልና ኢና ተመስገን እንኳዕ ላብዚ የብቅዐካ እንኳዕ ላብዚ የብቅዐና ተመስገን ፈጣሪ ምቕናይ ሓወይ ብዝኾነ ክድውለልካ እየ ብውሽጢ ጎብዝ ጠንክር ኣውለና ኢና ኣብ ጎንኻ እትውን እባ ኣብኒ እኮ ኣብኒ ምቕባል ጓድኒ ኣብኒ እንታይ ኮይኑ እንድዒ ምቕባል ኣው

እማ ኣዊኒ እኮ ኣቢኒ ከእትወኒ ከእቲ ኣይኽእሊ ኣቢኒ እንታይ ኮይኑ እንደ ኣቢኒ እዩ ኣሕዋት ዝኾነ ደስ ኢልና እዩ ሞናይ ሓውና ተመስገን ተመስገን ዝሓወይ እኳዕ ደስ በለና ሕማቕ ዝምነ ሰብ ልርእሱ እዩ ኩሉ ግዜ ሕማቕ ዝምነ ሰብ ልርእሱ እዩ ሰብ ሓይሊ የውሊ ሰብ ይተኣሳር ተበለ ሰብ ብዙሕ ነገር ተሰርሐ ዋላ ሓንቲ ብሓይሊ ብሰብ ብፈጣሪ ኢና እምበር ብሰብ ቀደም ምሞትና ቀደም ኣነ ብሰብ ሞይተስ ተቐቢረስ ዓፅመይ ተወሊዑ ምሃለወ ብሰብ እየ ዝብለኩም ግን ፈጣሪ ስለ ዝኣምን ንጉሀን ምሸትን ፈጣሪየይ ከም ዓርከይ ስለ ዘዋግዖ ኣይሓፍርን እየ ኣይወድቅን እየ ካዓ እግዚኣብሔር ይመስገን ስለዚ ታይ ክብለካ ደልየ እየ ምቅናይ ሓወይ እውን ፈጣሪ ዝኣመነ ዝኾኖ የውሊ ሰብ ዓቅሚ የውሊ ሰብ ሓይሊ የውሊ ንግዝኡ ፈጠርጠርጠርጠር ክብል ይኽእል እዩ ንድሓር ግን ዋላ ሓንቲ ዓቅሚ የውሊ ክሓፍር እዩ ክሓፍር እዩ ዝነብር ስለዚ ዋ ብና ምቕናይ ሕማቅ ተሰሚዕኩም ዝቐነኹም ኣሕዋትና እንኳዕ ደስ በለኩም መፅ ኢልክም ኣሎ እንኳዕ ደስ በለካ በልዎ ተመስገን ኢልኩም ፀሓፍሉ እንኳዕ ብሰላም ወፃኻ ዝሓውና በልዎ ኣይ ሓደ ሓደ ኣሕዋትናለ ፅግም ኢልኩም ዝነበረ ሕጉስ ኢልኩም ዝነበርኩም መጭበርበር መጨበርበርቲ ሓደ ሓደ ኣሕዋትና መጨበርበርቲ ዘለኹም እስኹም ከዓ ሕርር ወልወሉ ሕርር ከም ትሕጉስ ላበልኩም ጎነበርኩም ሀዚ ከዓ ሕርር ብናይ ሰብ ሕማቕ ዝሕጎስ ሰብ ፅቡቑ ክርኢ ከሎ ከዓ ሕርር ይብል ምክንያቱ ሸይጣን እያ ጽቡቕ ዘጽልኦ ሕማቕ ዘፍትዎ መን እዩ እዚ ሸይጣን እዩ ኣይበሃል እዩ ኖ ኖ ከምኡ ኣይኮነ እዩ ብቐደማይ ሲ ኣብ ጎኒ ሓውና ክንኮነ ኣለና ኢለ ሲ ብዙሕ ሰብ ይፃረፍ ነይረ እው መፅዩ ብትክክለ እየ ብዙሕ ሰብ ሎማ ዓንቲ ተመስገን ኢሉ ይፅሕፍ ኣሎ ናባዕሉስ ትሰብ ከይዱስ ኣብኡ ግልብጥ ኢሉስ ወየላ ፀረፉ እናራ እኮ እየን ዘን ሓሳዎ እዋይ እዋይ እዋይ እዋይ እዋይ ድሕረ ሀዚ ጸጊሙኒ ዶ ሸጊርኒ ዶ ዝብላኻ ኣይትሕግዝ ናብ ማነ ባዕለን ይፈልጣ ሓንቲ ጸገም ክትረክብ ከለኻ መጽየን ታኾይንካ ይብላኻይ ታኾይንካ ምጥያቕ እኳ ይጥየቃይ እዚ ደሓር ክጽግመ እንተሎ ይመጻኻ ክምችዎ እንተሎ ይኸዳ ከምኡ ኢና ይሰብ ኣነ ካብ ድሕሪ ሕጂ ዛይ ኣይምልከተንን እዩ ኣየገድሰንን ኣብ ናይ ባዕለ ሂወት እየ ድነብር ድሕሪ ሕጂ ሆሆ ብና ምቕናይ ብዙሕ እየ ተዓዚበ ኣነ ተዝኾን ነይረ እውን ልክዕ ከምኣ ልክዕ ከምታ ናይ ምቕናይ ቱ ኣጆኻ ዝብለካ ሕማቅ ልሓገዝካ ልሃለኽ ኣጆኻ ኣጆኻ ኣጆኻ ኣጆኻ ኣለካ ሓንቲ ነገር እንተረኺብካ ግን ሓንቲ ነገር ተጋጢሙካ ብ ኣምላኽ ልጽቡቅካ እዩ ክፍትነካ ከሎ ፈጣሪ ልጽቡቅካ እዩ ትሰብ ግን ኣሽዑ ኢኻ ትዕዘቡ ኣሽዑ ብጣዕሚ እየ ተዓዚበ ብቀደማይ ብጣዕሚ ጸሎት የላግወርቅ ቃኒ ኣነስ እመብርሃን ማለት እዩ እመብርሃን ስለዛ ቆፅሊ እዚኣ ማለት እዩ ጸሎት ላግወርቅ ቃኒ መዓዝ እዩ ዝወፅእ ምክንያቱ እቲ ሰብዚ በቃ እንዴ ከመይ እዩ ኣነ ብጣዕሚ ይገሪምኒ ባይዘወይ እንኳዕ ሕማቕ ዘየጋጥመካ ጎይታይ ማዓረይ ባዕልኻ ሓልወና እወይ